ሰላም ሰላም ክቡራት ተኸታተልቲ ናይዚ መደብ ከመይ ትኾኑ እምበኣር ሎም መዓንቲ ድማ ብሓድሽ ኣርስቲ ከመይ ጌርና መርች ኢፌክት ወይ ድማ ኣለጋጊብና ኣሽማት ክንሰርሕ ንኽእል ኣብ ኤክሰል ከምኡውን ኮንትሮል ቲ ትብል ሾርት ካት ንምንታይ ትጠቕመና ኣብ ኤክሰል ክንርኢ ኢና ስለዚ እምበኣር ከምቲ ልሙር ሼር ላይክ ሳብስክራይብ ምግባር ኣይንሕመቕ ናብቲ መደብ ከብለኩም መጀመርያ ኤክሰል ንኸፍት ኤክሰል ምስ ከፈትና ከም ስትሪዎ ዘለኹም እዚ ኤግዛምፕልስ ንሽማ ኣቕሚጥ እየ ዝፀናሕኪ እዩ ክንወስኸሉ ተደልና ክንወስኸሉ ንኽእል ንኣብነት ሽም ንወስኸሉ

ኦኬ እምበኣር እዘን ዓሰርተ ኣስማት ከመይ ጌርና ሽምን ሽም ኣቦን ብሓንሳብ ኣብ ዘላ ስትኔም ትብ ዘላ ብሓንሳብ ከመይ ጌርና ተጠርኒፈን ኣብዚኣ ከም ዝመፃ ንገብር ማለት እዩ እዚ ኢፌክት እዚ ኣብ ኤክሰል ኮንካትኔሽን ወይ ድማ ኮንካትኔት ኢፌክት ይድበሃል ወይ ፎርሙላ እዩ ስለዚ እምበኣር መጀመርታ እታ ኮንትሮል ቲ ትበሃል ኤፌክት ንምንታይ ከም ትጠቅም ኣብ ኤክሰል ክንርኣይና ስለዚ መጀመርታ ከምዚ ጌርና ብምልኡ ሰሌክት ንገብር ሰሌክት ምስ ገበርና ኮንትሮል ቲ ንብላ ማለት እዩ ኮንትሮል ቲ ምስ በልናያ እምበኣር where is the data for your table ኣበይ ኣሎ እቲ ዳታ ስለዚ እቲ ዳታ ብስ ተፃሒፍሎ ሰሌክት ዝገበርናዮ እዩ ስለዚ ቴብል ኢና ክሬት ንገብር ዘለና ማይ ቴብል ሃዝ ሄደርስ ሄደር ይሃልዎ ዶ ይሃልዎን ዝብል እዚ ክንገብራ ንኽእል ወይ ክንገድፋ ንኽእል ስለዚ ንሕጂ ንግበራ እዚኣ ራይት ንገብራ ብድሕሪ እዚ ኦኬ ኢልና ንወፅእ ማለት ስለዚ ከምዚ ንሪኦ ዘለና ጌራ ኣምፅያትልና ኣላ ማለት እዩ ስለዚ እዚኣ ቴብል እዚኣ ንኣብነት ፈርስት ኔም ኢላ በዚ ፊልተር ባተን ሰሪሐትልና ኣላ ስለዚ ዘየድልየና እንተ ደኣ ኮይኑ ኣብዚ ንሪኣ ዘለና እዛ ኣብ ቦክስ ዝኣትወት ቸክ ማርክ ንዓ ነጥፋ ማለት ንዓ ምስ ኣጥፋናያ ከምዚ ንሪኦ ዘለና በይኑ ተምፃና ማለት እዚ እውን ዲዛይንስ ናይቲ ቴብል ዲዛይንስ እዩ ዘሎ ስለዚ ኣነ ነዛ ፀላም ክመርፅ እየ ማለት እዩ ነዚኣ ክገብረ እየ ከምዚ ደስ ስለ ዝበለኒ ማለት እዩ ክቕይሮ ንኽእል እየ ስለ እዘን ኣብዚ ዘለዋ ቦክስ ብምዕንበብ ብሓደ መፂና እንተ ቸኪርናየን ብዙሕ ጥቕሚ ኣለዎን ማለት እዩ ንኣብነት ዝኣክል ቶታል ረው እንተ ኢልና ቶታል ኣብዚ ተምፃልና ትኽእል ላስት ኮለም እንተልና ከም ዝትሪዎ ዘለኹም ብምሉእ እቲ ፀሊሙ ዘሎ ተምፃልና ማለት ስለዚ እዚአን ንሕጂ እምበኣር ዘን ቶታል ሮውስ ላስት ኮለምስ ዝበሃላ የድልያኒ ባንድ ድሮ እውን የድልየኒ ስለዚ ኖርማል ቴብል ከምዚ ጌርና ክሬት ንገብር ማለት እዩ ሓንቲ ጥቕሚ ናይ ኮንትሮል ቲ እምበኣር ከምዚ ዝሪዮ ዘለና ሾርትካት ተጠቕመና ማለት ሓደ ፅቡቕ ሉክ ዘለዎ ቴብል ንክሰርሕ ትጠቕመና ስለዚ ናብታ ካልእቲ ከብለኩም ድማ ኮንካትኔት ኢፌክት ወይ ድማ ኮንካትኔት ፎርሙላ ድማ ከምዚ ዝስዕብ ጌርና ንሰርሖ ማለት እዩ መጀመርታ ኢኳል ንብል ብድሕርዚ ኮንካ ኮንካቲኔት ኢልና ምስ ጸሓፍና ነዚ ክተምጻልና እያ ማለት እዩ ስለዚ ብራኬት ንኸፍት ብድሕርዚ ቴክስትና ንመርጽ ቴክስትና ንመርጽ ኣብ ቢቱ ዘሎ ማለት እዩ ብድሕርዚ ኮማ ንገብር ኮማ ምስ ገበርና ኣፖስትሮፍስ ክልተ ኣፖስትሮፍስ ከም ዝርአ ዘለና ጌርና ኣፖስትሮፍ ንገብር መሊስና ኮማ ንገብር መሊስና እታ ምስ መን እያ ኮንካትኔት ወይ ምስ መን እያ ምርቸት ክኾን ደልና ዘለና ድማ ንፅሕፍ መሊስና ከዓ ሰሌክት ንገብረላ እታ ካልኣይቲ ሰሌክት ንገብርላ ስትኔ ማለት እዩ ብድሕርዚ ብራኬትና ንዓፁ ማለት እዩ ጃስ ከምዚኣ ኢልና ምስ ወዳእና ኢንተር ምባል ጥራይ ተድልና ማለት እዩ ስለዚ እምበኣር ከምዚ ንሪኦ ዘለና ሓንቲ ምስ ሰራሕና ብምሉኡ ከም ዝስዕብ ገይራ ኣምፅያትና ኣላ ማለት እዩ ኦኬ መርጅ ኢፌክት ወይ ድማ ኮንካትኔሽን ኢፌክት ወይ ድማ ኮንካትኔት ፎርሙላ እምበኣር ብከምዚ ኣገባብ ኣብ ኤክሰል ክንሰርሕ ንኽእል ማለት እዩ ስለዚ ነብሲ ወከፍ ዝፀሓፍናዮ ኣብዚ ሽመን ሽማቦን ከምዚ ገይሩ የምፃልና ንኣብነት እዚኣ ንሪያ ዘለና እዛ ሳሮን ልኡል ትብል ደላ ኣብዚ ሳሮን ክጽሕፋ ከለኹ ኤስ ኤስ ብንእሽተይ እውን ጽሒፈ ስለ ዝነበርኩ ምስኣ ከም ዘላ ታምፅያ ማለት ስለዚ ተጠንቂቕና ክንጽሕፎ ኣብ ኣገባብ ክንጽሕፍ ኣለና ማለት እዩ ስለዚ ንሕጂ እቲ ኮንካትኔቲን ኢፌክት ብኸመይ ከም ስራሕ ርኢና ኣለና ኣብ ቀጻሊ ብካል መደብ ክሳብ ንራኸብ ነዚ ቻነል ንምዕባይ ሼር ላይክ ሳብስክራይብ ምግባር ኣይንሕመቕ ሰሰናዩ